ንክልተ ወገን ከዓ ማዕረ እንድሕር ጠጠው ዘይብል ነቲ ሓደ ይዘርእ ኣለኹ ማለት እዩ ሕጂ ኤርትራ መፅኡ ሓደ መፅኡ ናይ ትግራይ ኣብዚ በበበበ ኢሉ ስሒቀ ክላእ ኢለ ኣውርድ ተቢለዮ እመነኒ እትም ተጋሩ ውሽጦም ይሓርቅ እዩ ወላ ኣይዛረቡ ከም በዓል ኤርትራውያን ኣብዚ መፅኦም ኛው ኛው ኣይብሉን እዮም ኣብዚቶም ግን ሕር ትብል ኣባይ ዘለዎም ኣረኣያ ተስፋኦም ፀልማሃ ትኸውን ስለዚ እንታይ ክገብር ኣለኒ ማዕርነት ከዓ ክመሃሩ ኣለዎም እዚ መፅኡ ኣቲ ኣራይት ኣቲ ፅጉማት ኣቲ ድርቂ ሰው- ሸውዓተን ሸውዓተን እንዳበሉ ኣብዚ ድርቂ ዝፅሕፉ ዘሎ እነዚም ኣይግደሰሎምኒ ኣብ ኮመንት ንምንታይ እንታይ ገድሽኪ ነዚም ኣብ ኩሉ ኮመንት ጭንቀት ኣብ ክነዘግ- ርእስኺ ኣቲ ክትጭነቂ ኣንተ ኣሉ ፅንሒ- እንታይ ገድሽኪ ብዛዕባ ካልእ ሰብ ትሓስቢ

እስክስ ኣብቲ መሊእክስ ናይ ንስክስ እንታይ ኢልክኒ እዚያ ዘረባኪ ጌጋ ኣይኮነትን ጌጋ ኣይኮነትን ትብሊ እንታይ ክድስኪ ብዛዕባ ሰብ ትጨነቂ ኢልክኒ ንምንታይ ደኣ ንኤርትራውያን ክጨነቕ ትገብርኒ ኣለኺ ከምኡ ደኣ ተኮይኑ

ናና ከነግረኪ ቲቲ ሓፍተይ ኣነ ትግራይ ሓንቲ መዓልቲ ርእየ ኣይፈልጥን እየ ብጀካ ኤርትራ ካልእ ኣይፈልጥን እየ ስጋ ወላዲተይ ኣዲስ ኣበባ ትበሃል እሳ ፈልጣ እየ ሓሙሽተ ዓመት ደይቡ ሽዱሽተ ዓመት ተቐሚጠላ እየ በበሊ ሱዳን ከዓ ከምኡ ሽዱሽተ ዓመት ሓሙሽተ ዓመት ተቐሚጠላ እየ ከም ሰብ ሕጅስ ኣብዚ ናይ ካልእ ዜጋ ናይ ሱዳን ዜጋ ኣብዚ ክጸራረፉ ሱዳን ስለ ዝፈልጣ ይስምዓኒ ከም ሰብ ሓደ ሱዳናዊ በይኑ ኣብዚ እየ ሰና እንታይ ትፈልጥ እያ ኣብዚ ከቅጠ በይኑ ሓንክ ሱዳናዊ ተማመሉ ሕሊና ኣለኒ ንሓደ ሱዳናዊ በይኑ ኣብዚ ጭፍጭፍ እንድሕር ኣቢሎሞ ግድን እየ ክሕግዞ ብኸመይ ክትሕም ትሓምሉ ሰና ምክንያቱም እንታይ በሊዐላ ትፈልጥ እየ
ሓደ ሓደ ሓደ ሓደ ጸሓፉ ኣዱ ናይ ጽምዶ መራሒና ክትከውን እያ ኢትዮ ኤርትራ ተተዓሪቕ ትግራይ ናይ ኤርትራ ተተዓሪቖም መራሒትና ክትከውን እያ ሓደ ሓደ ጸሓፉ ኩሎም ኣስራሕቲ ትታሓብቲ ካልእ ኣይኮነን ባዕሉ እቲ እቲ ዝዕዘበኒ ሰብ ንባዕሉ ንቦስ ባይ ተውርድዮ ቢልየን እንታይ ገይሩ ቦስ ዳ ተውርድዮ ነዚ ቲዲኤፍ ክዛረብ ጸኒሑ እዩ ያ ያላ ቢያ ስምዕኒ ስምዕኒ እቲ ተሓፍቲ ኣነ ንስከመይብከመይ ግደፉሉ እሺ ኣነ ፀጥ ኢለ ኣለኹ ኣፈይ ሒዘ ንዓይ ግደፉሉ ብከመይ ንረዳዳ መስለኪ እቲ ተሓፍተይ
ተዓዘብዮም ተዓዘብዮም እትኦም የሕዋተይ ትብልዮም ተዓዘብዮም ኣነ ናይ ኤርትራ ባንዴራ ሒዙ ብዛዕባ ባንዴራ ዘይብሉ ኤርትራዊ እየ ኢሉ ወኪሉ መጺኡ ኣብዚ ንዓይ እንድሕር ጸሪፍኒ ኣነ ሰብ ስለ ዝኾንኩ ካብ ክልተ ዝውለድ ስለ ዝኾንኩ ናይ መን ናይ እንዳመን ኣጽሪፈ ናይ እንዳመን ከንግስ ኣይከውንን እዩ ቲታ ሓፍተይ እሞ ከዓ ኣብ ገዛይ እሞ ከዓ ኣብ ገዛ ይመፅኡ ምፅ ኢሉ ኣብዚ ኣቱም ቆማላት ኣቱም ገዛ ኣቱምቲ ኣንቱቱቱቱ እንታይ ኢሉ እንታይ የገብሮ ውይ ምስኪናይ እትም ትሻሕ ብትን ዝበሉ ሕዋትካ ኣለዓሉ ዘይዓዶም መፅኦም ዘለዉ ዝኣርዩ ዘለዉ ኣብቲ ናይ ዓዲ ትግራይ ኣሕዋትካ ፋሕ ኢሎም ኣለዉ ኣከቦም እዩ ዝብሎ በቃ ካልኣይ ዛረብኒ ብዙሕ ግዜ ኣነ ኣይፃረፍኒ እዚን ክልተ እየ ዛረብ

እንድሕር ኣይ- ፕሮግረስ ኣይከብርን እዩ ተውፅኦ ማለት መበልስኦን እንድሕር ህዝብኹም ተኽብሩ ኮይንኩም ኣይትተንክፍዋ ሕማቕ ነገር ነት- ክትዛረብ ኣይትግበርዋ ተረዲኹም ረዲኹም
ኣነ ኢነርጂ ኣለኒ ኣይትጨነቁ ማየይ ሻሂ ኣቮካዶ ኣይስክሬም ብሳይ እንዳበላዕኩ እየ ኢነርጂ ዝወስድ ኣይ ምሳይ ዝነቐጸ ባኒ ጌርኩም ክሬም ጌርኩም እንዳበላዕኹም ኣብ ዝመፅኹም እር በቃ በዚ በዚ ጠረጴዛ መሊአ እየ ዝዛረብ ኢነርጂ ቪታሚን ታብሌተይ መድሓኒተይ ጣዕ እዚ ቪታሚን እዩ ናይ ጎረሮ ናይ ጎረሮ ከይነቅፅ ከይደርቅ ጠብ ኤነርጂ ገንዘብ ያውጨ ማለት እዩ ተረዲኡምኒ እስኻትኩም ከ ሓንቲ ባህሊ ክሬም ጌርኩም ቸኮላታ ለቅለቅ ኣቢልኩም ክልተ ዓይነት ካልሲ ጌርኩም ኮስቱሞ ዝተቀደደ ጌርኩም መፂኹም ፃረስ በቃ ግደፍዋ ኣቦ ግደፍዋ ድሓደ ሕዚ ድማ ሓሳብ ኣዶይ ኣድም ተራኸሩ እኮ ያልዛኩም ኢና በጃኺ ሓሳብ ክኣየር ኣዱ ኣቲ እዚ ህዝቢ እዚ ሲ በጃኺዋ ዓመት ገይራ ኣብዚ እዚ ጠባይ ናይ ኣዱ እንታይ ኣይትፈልጡን ማለት ዲኹም ምስ ኣዱ ትከራኸራ ደ ትገድፋና ይኸን ግደፉና እስከ በጃኹም ዋእ። እቲ ኮመይቲ ክስ ኩሉ ግዜ ዕፀው እዩ ኣዲ ዕፀው እዩ እንታይ ክገብረልኪ ዕፀው እዩ እስኪ ናይ ናይ ኣፅዋኔ ገዛይ እንጂ ናይ ኢሳያስ ኣፈወርቂ ስደድዎ እቲ ሪከርድ ኩሉ ስደድዎ ኣኪብኩም ኣብዎ ንኢሳያስ ኣፈወርቂ እንታይ ክብለኩም እዩ እንኳዕ ኣሰይ ገበረትኩም እንኳ ኣሰይ ገበረትኩም ክብለኩም እዩ በቃ ከማያ ምክንያቱም ሓቅነት እየ ዝኣምን ኣነ ማዕርነት ኣብዚ መፅዮ ሓደ ትግራዋይ ንኤርትራዊ ከተፃሪፉ ኣነ ከዓ ሓመድ ይገብሮ ይኣምኑ እዮም እሶም ይኣምኑ እዮም ከም ዝፀርፎም ይኣምኑ እዮም ኣነ ክነግረኩም ብጀካ ኤርትራን ሱዳንን ኣዲስ ኣበባን ትግራይ እንታይ ምኳነ ኣይፈልጣን ኣት ኣይፈልጥን እየ ካብ ዝውለድ ጀሚረ እታ ትግራይ ኣክሱም እንታይ እያ እም፣ ዓዲግራት እንታይ እያ መቀሌ እንታይ እያ እቲኣ እንታይ እያ ኣብ- ወላ ሓንቲ ዝፈልጦ ነገር የብለይን እትም ሰባት እ፣ ቋንቋኦም እንታይ ዓይነት እዩ ኣዴ ማርያም ኣይፈልጦምኒ

ከመይ ጌርካ ኢኻ ሞኖ ፕሮፋይል ዘይብሉ ኤርትራዊ ድዩ ሓራ ኢዩ ኦሮሞ ትግራዋይ ከይፈለጠት ትፃረፍ ኣላ ክነግረኪ ኩሉ ኤርትራዊ ማለት ኣይኮነን ሓንሳብ ሚሊ ሚሊ ስወድ ኣብ ገዛካ ሓደ ትግራዋይ መፅኡ ብዛዕባ ኤርትራ ክፃረፍ ከሎ እንታይ ጌርኪ ኣያውረድክዮ ፀሪፍኪ ፀሪፍኪ ኣዋሪድኪ ኣውሪድኪ ፀሪፍክዮ ነረ ከማን ኣነ ምሳኺ ሽዑ ግን ኣነ ኣይተዛረብኩም ኣብ ኣብታት ኣይነበርኩም ቀደም ማለት እዩ ኣብኡ መዓት ተጋሩ መፅኦም ንዓኪ ይፀርፉኪ ነይሮም እንታይ ትገብሪ እዮም ነርኪ ዘክርያ ድሓር ውሽጠይ እንዳተሃረመ እንዳተጎድአ እንዳቆሰለ እንዳኣከብኩ እንዳኣከብኩ መፅአ ኣነ እንታይ ይገብር ኣለኹ ህዝቢ ናይ ኣደይ እንዳፅረፍኩ ህዝቢ ናይ ኣቦይ እንዳንገሱ እንዳነገሱ እንታይ ይገብር ኣለኹ ናይ ምንታይ ኣቋቁ ዶ ይፃወት ዘለኹ ኢለ ፅባሕ ንጎ እቲ ክልቲኡ ዓደ እዩ እዚ እዚ እዚ እንዳበልኩ ክልቲኡ ዓደ እዩ ተረዲኽኒ እስኪ ንባዕልኪ ሕልና ኣለኪ እንዳ ኣዴኺ ፅሪፍኪ እንዳ ኣቦኺ ኣንጊስኪ ይስማዕኪ ፅቡቕ ትድቅሲ ፅቡቕ ክትበልዒ ኣነ ይስማዓንን እዩ ኣነ ማዕርነት እዩ ማዕርነት በቃ ማዕርነት እዚ ኤርትራ መፅዮ ኣብዚ ኣንተ ዓጋመ እንተይሉ ኣነ ኣንተ ዓጋመ ሽም እዩ ኣንተ ዓጋመ እንተይሉ ኣንተ ኤርትራ ኢለ ከውርዶ እየ ኣንቱም ለመንቲ እንተይሉ ኣንቱም ዓዲ ዘይብልኩም በቃ መልስ ኣነት ዝፀርፎ ልዕሊኡ እየ ፀርፎ ካብ ዝገርመኪ እሱ መፅኡ ኣቱም ዓጋመ ኣቱም ፅጉማት እዚ ሲሉ ናይ ቆልዓ ፀርፊ ይዛረብ ኣው ዝነበረን ዘይነበረን ይፃርፍ ኣነ ግን እቲኣ

እወ ከይትፃረፉ ሕጂ ዓንቶ እወ። ሬ ታይላንዳ ወላ ሓንቲ ይንፀርፋኒ ናይ ሎም እንዲዮም ሶም ዋላ እንታይ ክብለኪ ደልየ ግን ኣዱ ኣብዚ ማስ ሜዳ እንታይ ኣሎ ፀገም መሲልኪ ሓደ ኣብርሃም ከሎ እብራሂም ኢሉ መፅእ እብራሂም ከሎ ኣብርሃም ኢሉ መፅእ ሰሚር ከሎ ሳሚ ኢሉ መፅእ ሕጂ ብዙሕ ነገር እዩ ዘሎ ኣብዚ ማስ ሜዳ ኦሮሞ ድዩ ኣምሓራይ ድዩ ኤ- ትግራዋይ ድዩ ኤረትራዊ ድዩ ኣይትፈልጥዮን ኢኺ

ብሽም ኤርትራ ዝመፀ ምስ ዓሌቱ የፋንዎ ማለት እዩ። እቲ ብሽም ትግራይ መፅኡ እሞ ኤርትራዊ ድዩ ኣይኮነን ከመይ ጌርክ ትፈልጣ ኣዱ ኣነ እንዴ ቆልኩ ከድለክ ንኤርትራ ኣለኹ ኣዱ ወኪሉ ምስ መፅኒ ኣሎ እዚ እኩል እዩ። ብዛዕባ መልክዑ ባንዴሩ ኣይግደስን እዩ።

ሓደ ሓንቲ ነገር ክነግረኩም ኣነ ኣብዚ ኤሮፓ ካብ ዝመፅእ ምሽ ዓሰርተ ዓመት ገይረ ክንደይ እ፣ እ፣ ተ- ተመሪዐ ዝነበርኩ እንታይ ኢትዮጵያዊ ድዩ ትግራዋይ ድዩ እስኪ ንገርኒ ኤርትራዊ ይኮነን ድዩ ኣይ እ? ናይ- ናይ- ኤርትራዊ ይኮነን መን እዩ መን እዩ

ዝኾነ ነገርስ ፖፖ እዩ ኢልኩምኒ ሓቂ ኣነ ከዓ መንነተይ ስለ ዝፈለጥኩ ኤርትራዊ ሒዘ ሓቂ መሊሰ ከዓ ንሱ ምስ ገደፈኒ እንታይ ሒዘ ሕሪቕኒ እዩ በቃ ሕሪርኒ ኢለ ትግራዋይ ዶ ሒዘ ኣይሓዝኩን ኣይተሳእኑ መሊኦም ኣለዉ ኣብዚ ትርዝተን መዓት ዕንበባ ዝመሰሉ መን ሒዘ ተመሊሰ ኤርትራዊ ሒዘ ሓገር በቲ ኣብዚ ሾሻል ግን ሕር ስለተብሉኒ ብጣዕሚ ሰፍሰፍ ዝብለለይ ኤርትራዊ ዝነበረ እንታይ ገይረ እዩ ጉሕፍ ኣቢለያ ሓንቲ ከይበደለኒ እንታይ ገይረ እዩ ንዓዲ መለስ ኢለ እዩ ወላ ሓንቲ እሱ ከዓ ኣብ ገዝኡ ኮይኑ ክዳኑ እንዳቀደደ ቪድዮ ገይሩ የርእየኒ ኣሎ ተወዲያ ኣይግድስን እዩ በቃ ድሕሪ ሕጂ ካብ ልበይ ካብ ኣእሙረይ ኣውፅኩም

ናይ መን ኢኻ
ናትካ ድዩ ንድሮን ክልተ እያ ትብል እዚኣ ፎሎ በልዋ ቀዳማይ ነበር ምንባልካ ኢና እወ እወ ቤተሰብ ኩኑ እዚኣ እ፣ ብዙሕ ጥቅስታት መሃሪ ገለ እ፣ ፖስት እ፣ ዝገብረላ ኣትኹም ዋላ ረእይዎ ኢኹም ብጣዕሚ ብጣዕሚ ሕረ ገራሚ ሕረ በቃ ሕረ ጠወል ጠወል ማሽ እንትን እዩ እንታይ ደኣ ኣዱ እዛ ቆንጆ ደኣ ደቂ ሸም ድዮም ኣዱ እንታይ ሰሚዕናካ ኢና እንታይ ኮንካ ኢኻ ሰሚዕናካ ኢና እንታይ ሓሳብ ዶ ክትሓሜን እኮ ሰሚዐኪ ኣብ ታሕቲ ኮይነ

ሰላሳን ሰባት ኣታ ሓንሳብ ዶ ሚእትን ሰላሳን ሰባት ኣለኹም ኣብዛ ፕሮፋይል ጠዊእኩም በጃኹም ብማርያምኩም ኣትኹም ረእዋ ኣንታ ፈሎ በሉ ተልካስ ፈሎ ኩብልካ ባሕላቶም ተኸንጃካ ሓድሻ ቲክቶክ ኣዛርበና ንሓደ ግዜ ደለየ እቲ ኣካውንት ዝከምረሉ ደልየፕሮፋይል
እዚኣ ጠዊእኩም ኣታዛርበና ሕስድና ኩ ኣታ ኣዱ ሕስድና በቃ ሚት ለይ ትገብሮ ስምዑኒ ኣብዛ ፕሮፋይል ናት ጠዊእኩም እተዩ እተዩ ሚእቲ ኩሉ ሚእቲ ካብ ሚእቲ ጠቕስ እዩ በቃ መሃሪ መሃሪ ዝኾነ ኣቲኹም ሪኢኹም ዋሙፅ ሓንቲ ደቂቃ እያ ወላዲቲ ክት- ክትጥቀሙ ኢኹም ብጣዕሚ ብጣዕሚ እ፣ መሃሪ ዝኾነ እየ ዝሰደሉ ማለት እዩ። ሪያና ኣቲኹም ናይ ሪኢኹም ሰብ ክሪስኩ ተብሉ ዝሓ ኮይነ ሪኢኹም ንደሊ ኢና ባዕልና ብሂወትና ብታሪክ ብዓይንና ደና ኢና ንደሊ

ሽቅ መጀመርያ ትዛረብ ነይረክቲ ተጋራ ትዛረብ ነይረክእስኻ እውን ድሕሪ ፈሎ ገበር ድርካሲ ከተፃረፍ የብልኻ እዚ ዳርጋ ጨርሲ ኣነ ነቲ ነቲ መሃይም እያ ኣነ መሃይም ኢለ ተረዲኽ ነቶም ክቡራትን ሕፉራት ኣይቲ ኣታ ሰብ ለኪምኩም ኣይፃረፉት ያ ጀምዓ ፈለው ኢልና ከና ወይስ የብለይ ወይስ ፈለው ኢልና ከና ተዛሪብካ ኣለካ ግደፎም ፈለው ኢልና ባስ ኣነ ውሪደካ

ግን ኣብዚኣ ቢኒ ድሮን ቁጽሪ ክልተ ትብል እተዩ ረኣዩ ኢኹም ኣነ ንምንታይ ረእይዎ ኣዋላት ውፅኢት ኮሜንት ገለ ዝፅሕፉ ማለት ብጣዕሚ ገራሚ ገራሚ ዝኾነ ኣቲኹም ካብ እንግሊሽ ካብ ዓረብ ካብ ጀርመን ቶርጊመ ኣተዛርብና እንዶ ምእንቲ ክትነቑሑ ክትነቑሑ ምእንቲ

እትዮም ክርዩ እትዮም ኣድዋ ሓሳኻ ትፈልጥ ዲኻ ናይ ኤሮፓ ሓሳኻ ኮይኖም ናይ ኤሮፓ ሓሳኻ ከምኡ እዩ ዝገብሩ ኣማሓኮሮም በልዖምተዛረብ መደብስኻ ተዛረብ እሞ ሽዑ ክኣትዉ ድዮም ተደልዮም ክኸዱ ድዮም ኣይግድሰንን እዩ ኣብዚ ገዛ ዝኣቱ ሰብ ኣይሰኣንን እዩ ተዛረብ ተዛሪብካ ሽዑ ክንከይድ ኢና ናብ ጉዳይ ኦኬ ኣነ ዝብል ዘለኹ ኣብዚ ኣብ ቢኒ ድሮን ቁፅሪ ክልተ ትብል ካልኤታ ኣካውንት ቲክቶክ እያ ፖለቲካ ኣይኮነን ገለ ኣይኮነን ጥቕሲ ጥራይ ናይ ምንባብ ምንባብ ትፈቱ ሕጂ መፅሓፍ ሙሉእ ክተንብቡ ዝስችወኩም እንተኮይኑ ሕፅር ዝበለ ኣብ ሓንቲ ደቂቃ ክልተ ደቂቃ ዝንበብ ጥቕስታት ኣለዎ እስኪ ነዛ ኣካውንት እዚኣ ትፈልጥዋ ብሓቂ የስ ፅቡቅ እንዳሃልኩም ኣብ ኮሜንት ፀሓፉ ነዛ ናት እዛ ኣካውንት እያ ትፈልጥዋ ንቃሓት ኣእምሮ እያ ትብል ነራ ሽማ ሎማዓንቲ ቀይረ እያ ቢንድሮን ኢለያ እምበር ሽማ ናይዛ ኣካውንት እዚኣ ንቃሓት ኣእምሮ ትብል ነራ ንንቃሓት ኣእምሮ ትፈልጥዋ እስኪ መስክሩ ብን- ኣብ ን- መስክሩ ካብ ልቢ ማለት እዩ ንሕልናኹም ክትብሉ ማለት እዩ በዛ ንቃሓት ኣእምሮ ፅቡቅ ጥቕሲ ኣንቢበ እየ ደስ ልብል ትብሉ መስክሩ ኣብ ኮሜንት የስ በለው ኮሜንት ንስለ ሓቂ ማለት እዩ ኣናዓኹም ኢኹም ክትጥቀሙ ደለ ኣነ የስ ኣማን ቴንክ ዩ ኣማን ቢግ ሪስፔክት ለባም ለባም እዩ እ፣ እቲ ነገር ዝብል እስኪ ካልእ ይኸ እ፣ ፅቡቅ ኣ- ኣ- ኣለካ ፊልሞን ቴንክ ዩ ቴንክ ዩ ፊልሞን ሪኻ ረይዎም ኣብ ኮሜንት ይፅሕፍ ኣለዎ ኣነ ኣይቀልልን ዘለኹ ኣቲኹም ላይክ ግበሩ ፎሎው ግበሩ ገለ ግበሩ እትዮም በጃ ክባ ሰላም እ፣ ሰል- ኣድዋ እትዮም

እንዴ በቃ ነእትዎም ሕጂ ናብ ሙዚቃናን ናብ ፅፅቡቅ ፖለቲካ የድልየናን እዩ ፖለቲካ ተመፅያ እ? ቴንክ ዩ ቴንክ ሕጂ ዩ ከባቢ ዝኾነ ሓምሳ ሰብ ከዚ ፎሎ ሕጂ ሚለዋሎ ሓምሳ ስምዑኒ ሰብ ፎሎ ዝኾነ ሰብ ሚለዋሎ ኣትዩ ተተፃሪፉ ነዚኣ ጭርም ጭርም ኣቢለ ሙሉእ ኤርትራ ካብ ላዕሊ ክሳብ ታሕቲ ሓመድ ክገብሮ እየ ማለት እዩ እወ ኣይፃረፍ

ጠርጠር ኣቢለ ነዳዲ ቸክ በው በው በው በዓልኩም ኣብ ኤምባሲ ክትኮዱ ክገብረኩም እየ እዋ ሓንቲ ኣዲ ዝነበረት ሚት ኣዲ ከዓ ክትኸውን እያ እዋ
በዓልኩም ወይ ንኤርትራ ክትኮዱ ኢኹም በዓልኩም ወይ ከዓ ኤምባሲ ከብፅሐኩም እዩ በዓልኩም መፂና ኣለና ሰላማት ትብልዎ ንዑ ወይለከ ውድባእ ረኺብና ተጋሩዋይ ከኣ ኮይትጻረፉ እንድሕር ተጻሪፍኩም ኣብቲ ዳባት እየ ከብጽሓኩም ዋ እታ መሰኺ ከምቲ ኮይትጻረፉ እያ ሪኺ ሪፖርት መጺ በቃ ከይተርእዮም ሪኺ ከይትጻረፉ ሰሚዕኽኒ ኣዱ እም። እታ መስተ ከይተምፅያ ደጊም ክሪኢኺ ሪፖርት ገይርክሎ ናይታ መስተ ኣብ ታሕቲ ብእንግሊዝ እዋ፣ እታ መሪርና እኮ መሪርና ብሓቂ
ኣድሚን ሃብኒ ክስሕቦም ኣድሚን ሃብኒ
ቲክቶክ ከዓ እዚኣ ውስኪ ኣሪ ኣቢለ እዮም ከለብለብ ክብል ቲክቶክ ቲክቶክ ፋክመን ዋ ቲክቶክ ስኢልኩም እንዲም ዓሰርተ ግዜ ገለ ያ ሕፀውዎ ተደሊኹም ኣበዲኦም ዘለዎ ረሳዕት ጋዕጋዓት ቻይና ታዲኦም እዮም እዚኦም ረሳሓት ዕፀዋ ናትኩም ቲክቶክ ስለ ዝኾነ እዩ እዚ ሰብ ተረባቢሹ ዘለዎ ናትኩም ቲክቶክ ኩሶማ ቲክቶክ ዝኣቱ እያ ታዲኦም እዮም እዚኦም መስተ ተሰቲና ገለ ርኢና እዮም ገለ ውፅእ ካብዚ ማስ ሜዳ

እስኺ ፊስታ ክትበልዕ ከለኺ ክሽናይ ከመይ ዝበለ ክሽናይ ኣትየ ፀብሒ ሰሪሐ ወላነ ኣዴ ማርያም ኣለኒ ሰዓት ነብሰይ ተሓፂበ ክዳነይ ቀይረ ደቀይ ኣብልዐዮም ኣብ ዓራቶም ኣለዉ ደቀይ ስለዚ ወዴ ወላ ሓንቲ ዕረፍቲ እዩ ከዓ ትትባ ክልተ ሰሙን ዕረፍቲ ኢና ክልተ ሰሙን ዕረፍቲ ኢና ናይ ስራሕ የለ ገለ የለ ዕለት ሓሙሽተ ስራሕ ክንወፍር ኢና ማለት እዩ ሕጂ ግን ዕረፍቲ ኢና ክንቀደድ ኢና ወጋሕቲ በለይ ግን እብለኪ በዚ ኣጋጣሚ ተመሊስልኪ ዶ በው በሊ እም። ህዊ ኣንታ መን እዩ እዚ ቢንኻ እስ ኣይትፃረፍ እስከ በላ ቢንኻ ክተውርደና እንዳረኣኻያ ስቕ ትብል ኣብ ዝለዓል ኮፍ ኢልካ
እንታይ ደኣ ክገብር ሕጂስ ቲቲዋይ መን መን እዮም እዚኦም ሕጂ ከመይ ጌርና ክንፈልጦም ኢና
ኣይነይት እዮም ሄለን ሓሪቃ ከይዳ እዊ እንዳ ቲቲኤም ዝተላለኽዎም ኣለዉ እዚያ ሓንቲ ክእትዋ እስከ እንዳ ቲቲኤም ዝተላለኽዎም ኣጋይሽ ክንቅበል ኢና